ክርስቶስ ኣብ ካል ክርስቶስ ሰበይቲ ትነግረን ነገር ኣለ ኮንስታንት ዝኾነ ነገር ይገርመኒ ኣብ ሂወትካ ትብለኒ ኩሉ ግዜ ማለት ስሱይ ዘይቋረፅ ምሻል ዘይቋር ኣሎ እኮ ብዙሕ ነገራት ግን ኣይ- ኣይቋረፅን ኣይቋረፅን ኣነ ምክንያቱም ዘይቋረፀላ ላይን ረኺበ ኣለኹ ሃለሉያ ናይ የሱስ ፍቕሪ እያ ፕሬዝ ጋድ ዘይለወጠለና ኣነ የሱስ ኣለና ሃለሉያ ኣነ ንባዕለይ እውን ኣይኣምኖን ግደፎ ንካልእ ሰብ ብዛዕባይ ክዛረብ ብዛዕባይ ኣይኣምንን እኮ ኣነ ኣነ ባዕለይ ኣይኣምኖ ስለ ዘይኣምኖ እዩ ብዛዕባ ኢየሱስ ዝኣምን ሃለሉ እየ ስምዒተይ ገለ ኣይኣምንን ኣነ ዝኾነ ነገር ክልወጥ ክብል ከሎ ግደፍ ወይ ከዓ ነፍሰይ ክትለዋወጥ ከላ ነፍሲ ትፈልጥዋ ኢኹም ኢልሲ ሓንሳእ ው ትብል ሓንሳእ ከ ትድ ስለዚ ነፍሰይ ሆ ኢኻ ትብላ ስቕ በሊ ሃለሉያ ስቕ በሊ ስለምንታይ ስለኺ ሓጢኣትኪ ዝሓደገልኪ ክብር ንየሱስ ይኹን በደልኪ ይቕረ ዝበለ ሃለሉያ ንዕኡ ከመስግኖ ሕደግኒ መዝሙር መቶ ሚእቲ ሰለስተ ማለት እዩ ጎይታ ሰናይ ቀጥታ ናብ ክላስ ንክንኣቱ ኢና እዚ ዲቮሽን ጀስት ጊፍት ናብ ክላስ ንክንኣቱ ከለና ብዛዕባ ምፅኣት ክርስቶስ ኢና ንዘራረብ ዘለና ኢየሱስ ክመፅእ ሃለሉያ ብዛዕባ ምፅኣት ኢየሱስ ብዙሕ ኣይስበኽን ዘሎ ምሽ እንታይ ይስበኽ ዘሎ ብዛዕባ ምውፃእ ምምፃእ ዘይኮነስ ምውፃእ ትወፅእ ኢኻ ክትጥሕስ ኢኻ በቃ ጸላእትኻ ብሓደ መንገዲ ክመፁ ሸውዓተ መንገዲ ክብተኑ እዮም ይብሉሽ ክትሩ ክትገዝኦም ኢኻ ከዓ ዝብል ስብከ ምንም ትገዝኦ ሰብ የለን ክብር ንየሱስ ይኹን እንደም ክነግረኩም ኣብዚ ምድሪ እዚ ገዛእካ ይትገዝ ምንም ኣይመስለካ ንስኻ ኦረዲ ብክርስቶስ ገዛእ ኮይንካ ኣለኻ ሃለሉያ ምንም ኣይመስለካ ሰባት በደሉኻ ሰባት ገዝኡኻ ኣይገዝኡኻ ሰባት ኣብ ልዕሌኻ ሕማቕ ቃል ተዛረቡ ኣይተዛረቡ ስለምንታይ ኦረዲ ሞይትካ ኢኻ ሃለሉያ ምስ ክርስቶስ ህያው ኮይንካ ተሲኢኻ ኢኻ ንዝሞተ ሰብ ብዛዕባ ክብሪ ተነጊርካዮ ይንቀሳቐስ እዩ ብዛዕባ ውርደት ተነጊርካዮ ይበሳጭር እዩ ዕረፍ ይብለካ ኣሎ ገለመለ ይምለስ ድና መቃብር ኣይምለስ ስለምንታይ ሞይቱ ይወርድ ብራዘር ሞይትኩም ኢኹም ሃለሉያ ነዛ ዓለም ሞይትና ኢና ሃለሉያ ንሓጢኣት ሞይትና ኢና ፕሬዝ ጋድ ነዚ ምድሪ ክብሪ ሞይትና ኢና ጎይታ ሰናይ እዩ ክርስትያን ሞይቱ እዩ ሞይቱ ንካልእ ዓለም እዩ ነቂሑ ዘሎ ንካልእ ዓለም ኢና ተሲእና ዘለና ነቲ ህያው ዝኾነ ናይ እግዚኣብሔር ዓለም ኢና ነቂሕና ስለዚ ንፅበዮ ህያው ዝኾነሉ ዓለም ዘይትፈልጡ ንዓለም ጋሻ ዝኾነ ንዓና ግን ፈታዊና ዝኾነ ሃለሉ ስለዚ ብዛዕባ ምጽኣት ክርስቶስ ኣብ ዝሓለፈ ዝተዘራረብናዮ ሓሳብ ኣሎ more ብዛዕባ ራፕቸሪንግ ዝብል ሓሳብ ኢና ንዘራረብ ኔርና ምሽ ጎይታና ኢየሱስ ክርስቶስ ኣቐዲሙ ናብ ቤተ ክርስቲያን እዩ ዝመጽእ ዝብል ሓሳብ ተዘራሪብና ኔርና ኢና ጎይታና ኢየሱስ ክርስቶስ ብምንታይ እዩ ዝመጽእ ኣቐዲሙ ብሕቡእ ወይ ከዓ ብስውር ናብ ቸርች እዩ ዝመጽእ ጎይታ ሰናይ እስከ ቁሩብ ክነግረኩም እዚ ክርዳእና ዘለዎ ብካልእ መንገዲ ስለ ዝኮነ ፎር ኤግዛምፕል ኢየሱስ ክርስቶስ ልክዕ ካብ ሙታት ምስ ተሰእ ንዓለም ዲ ተገሊጹ ወይስ ንቸርች ተገሊጹ ንመን ተራእዩ ናብ ናብ ሄሮድስ ከይዱ ዲ ናብ ጲላጦስ ከይዱ ዶ ኣይከደን ከይዱ ኣይከደን ኣነ ንስኻ እንተ ንኸውን ነርና ተሎ ምኸድና ይመስለካ ጲላጦስ ታ ሰቂልና እንታይ ኢና ንገብር ልክዕ ካብ ሙታት ስኢና እንታይ ኢና ንገብር ወዲያው ናበይ ኢኻ ትኸይድ ቀጥታ ቤተ መንግስት ወዳደር ገለመለ ፉፍ እናበልካ እናዘርገፍ ዘብልካ ኣትኸይድ ይመስለኒ ዞር በል እናበልካ ምስ ክላሽኑ ማለት ምስ ስናይፐሩ ገለመለ ኣቲኻ ናብ ጲላጦስ እሺ ጲላጦስ ተስእ ካብ ዝኳኑ ማለት ንብል ኣይመስለኩም ኢየሱስ ከምኡ ይገበራል እንታይ ዓይነት ሃምብል ኣምላኽ እዩ ዘለና ሓያል ጀግና እሞ ከዓ ሃምብል ክብር ንኢየሱስ ይኹን ዘይዕበ ዘይምካሕ ክብር ንጎይታ ይኹን ፕሬዝ ጋድ እሙን ዝኾነ ኔቨር ናብ ዓለም ኣይከደን ነቶም ዝተሰቆልዎ ኣይኮነ ተገሊጹሎም ንቤተ ክርስቲያን እዩ ተገሊጽላ ነርባዓ መዓልትታት ዝኣክል እንታይ እንዳገበረ ዕለት ዕለት ይግለጸሎም ነይሩ እዩ መጽሓፍ ልክዕ መበል ኣርብዓ መዓልቲ ግን ክዛረብ ከሎ እንታይ ኢልዎም ድሕሪ ዓሰርተ መዓልቲ ጴንጤ ቆስጣል ዝበሃል በዓል ክኸውን እዩ ወይ ከዓ the harvest ዝበሃል እንታይ እዩ ዝበሃል ብ ናይ ናይ በኹራት በዓል ይብልዎ እስራኤላውያን በኹራት ሃርቨስት ዝገብርሉ ማለት እዩ ሃርቨስት ዝዓፅድሉ ናይ ዓፀዳ ወይ ዝበሃል መኸር ድዩ ዝኸውን ዘሎ ብትግርኛ ናይ መሀር ጊዜ ማለት እዩ። እዚ ማለት ካብ ዝረኽብዎ ነገር ኩሉ በኹራቶም ዝህብዎ ስለ ዝኾነ በዚ ጊዜ እኽሊ ዝዓጽድሉ ካብ ዝረኸቡ እኽሊ ከኣ ንእግዚኣብሔር በኹራት ዝህብሉ ጊዜ ስለ ዝነበረ እግዚኣብሔር ከኣ ንዓና ዝኸውን ናትና በኹራትና ኮይኑ ካብ ሞት ዘተስኦ ክብሪ ንየሱስ ይኹን ድሕሪኡ ከኣ ሃርቨስት ገይሩ ክበና ዝደለየ ከኣ እንታይ እዩ እንተተባሂሉ መንፈሱ እዩ መንፈሱ ክብሪ ንየሱስ ይኹን ሃርቨስትና መንፈስ ቅዱስ እዩ ናይ ቸርች ሃርቨስት ዝኾነ ሕርሻ ይኮን መንፈስ ቅዱስ እዩ ስለዚ እንታይ ኢልዎም ድሕሪ ዓሰርተ መዓልቲ ኢልዎም መንፈስ ቅዱስ ክወርድ እዩ ሓይሊ ክትቅበሉ ኢኹም ሓይሊ ክሳብ ትቕበሉ ግን ካብ ኢየሩሳሌም እንታይ ትበሉ ኢልዎም ከይትወፁ ሎሚ እውን እዛ ጥቕሲ እዚኣ ተጥቀስባ እዩ ዘወ እንታይ ዝበሃል ሓይሊ ክሳብ ትቕበሉ ከይትወፁ ተባሂሉ ከም ዝተፅሓፈ ወንጌል ቅድሚ ምስባኽካ ሓይሊ ተቐበል ይብለካ ሓይሊ ካብ ተቐበልኩ ክልተ ሽሕ ዓመት ጌርካ ጎይታ ሰናይ ድሕሪ ሓይሊ ምስ ተቐበሉ ድሕሪ ዓሰርተ መዓልቲ ሓይሊ ክሳብ ትቕበሉ ካብ ኢየሩሳሌም ኣይትውፅኡ ኢሉና እዩ ጎይታ እንዳበሎም ኢየሩሳሌም ጸኒሖም ድዮም እንታይ እዮም ገይሮም ዝብል ናብ ኣደባባይ ወፂኦም ብዛዕባ ናይ ክርስቶስ ትንሳኤ ብሓይሊ እቲ ክገብሩ ጀሚሮም ክሰብኩ ጀሚሮም ናይ እግዚኣብሔር ፀጋ ከዓ ኣብ ልዕሊኦም ነበር እዩ ሰብ ኩሉ ይፈርሖም ነይሩ ሃለሉያ እቲ ፀጋ ዘሴ ምሳና ኣሎ ፕሬዝ ጋድ ምሳኻ ኣሎ ሃለሉያ ምሳኽ ኣሎ ክብር ንየሱስ ይኹን ምሳና ኣሎ ኣብ ልዕሌና ኣሎ ፀጋ ኣምላኽ ስለዚ ድሕሪ ዓሰርተ መዓልቲ ምስ በሎም ከምታ ዝበላ መንፈስ ቅዱስ ወሪዱ፣ መንፈስ ቅዱስ ምስ ወረደ ቤተ ክርስቲያን ተመስሪታ ማለት እዩ። ቤተ ክርስቲያን ምስ ተመስረተ ድሕሪኡ ሓያል ዝኾነ ወንጌል ተሰሪሑ ሰለስተ ሽሕ ሰባት ፈራሕ ዝነበረ ከሓዲ ዝነበረ ጴጥሮስ ብዛዕባ ጴጥሮስ ተገሪሙ ትፈልጡ ኢኹም እሺ ከመይ ኣለኹም ሓውና ፒተር ከመይ ዓይነት ባህሪ ነይሩ ፀባይ ኩሉ ግዜ ገና ኢየሱስ ሓደ ኢሉ ክዛረብ ከሎ ክልተ ዝብል ማለት እዩ ክብርንዮ ዝሆን ሎሚ ምሳ ሰዓት ክንወፅእ ኢና እንተይሉ ኦ ምሳ ክንበልዕ ኣበይና ንበልዕ ኣብ ጣዕሽም ክዳሎልካ እየ ገለ መለ ዝብል ሰብ ማለት ናብ ሸራተን ንኺድ ምሽ ዝብል ሰብ ማለት ግን ብጣዕሚ ዝፍቀር ሰብ እዩ ነይሩ ሃለሉያ ደስ ዝብለኒ ነገር ናይ የሱስ ነገር ኩላትና ብዙሕ ዓይነት ፀባይ ኣለና ገለገሊና ከም ጴጥሮስ ኢና ገለገሊና ብዙሓት ባህርታት ኣለና ግን ኢየሱስ የፍቅረና እዩ ፍሬዝ ብጣዕሚ ብዙሕ ርድኢት ዘለና ከኣ ከም ዮሃንስ ዝበልና ከኣ እግዚኣብሔር ከም ዘፍቀረና ንፈልጥ ሰብ ከኣ ናብ ደረት ኢየሱስ ጽግዕ ኢልና ከኣ ንዘራረብ ሰባት ከኣ ኣለና እንታይ ማለት እዩ በዛዕባና ክንዛረብ ከለና ከም መጥምቅ ዮሃን ማን ከም ዮሃንስ ደቀ መዝሙር ኢና ንዛ እንታይ ዝብል ንሱ እግዚኣብሔር ኣብሊጹ ዘፍቀሮ ደቀ መዝሙር ግን እግዚኣብሔር ናይ ብሓቂ ወይ ከኣ ኢየሱስ ናይ ብሓቂ ኣብሊጹ የፍቅሮ ድዩ ካብ ጴጥሮስ ኣብሊጹ የፍቅሮ ድዩ? እንታይ ደኣ ዝበለጸ ርድኢት ረኺቡ ነይሩ። እንታይ ዝብል ርድኢት? እግዚኣብሔር ክንደይናይ ከም ዘፍቅሮ። ሃለሉያ! በኢየሱስ ስም ኣዒንትና ይከፈት። ሃለሉያ! እግዚኣብሔር ክንደይናይ ከም ዘፍቅረና። ሃለሉያ! ዝገርመኒ ከምኡ ምስ ኮነ ረኣዮ ጴጥሮስ እዚ ኩሉ ኣክቲቭ ዝነበረ በቃ ክሳብ ሞት ምሳኻ በቃ ክሳብ ሞት ኣለኹ እናበሎ ኢየሱስ ግን እንታይ ኢሉ ደርሆ ክንደይ ግዜ ከይነቁ እንታይ ክትገብረኒ ኢኻ ኖኖኖኖኖ ኣይክሕደካ ክሳብ ሞት ዝብል ሰብ መፅያታ ግዜ ትመፅእ ዘላታ ግዜ ብመጀመርያ ግዜ ዝገርመን ነገር ብስጋ እዩ ተገሊፁ ጴጥሮስ ኣይገርመኩም ግን ኢየሱስ ግን የፍቅረኒ እ ሓንሳ ሓንሳ ብስጋ ዝኾነ ነገር ከጋጥመካ ከዲ ግን ኢየሱስ የፍቅረካ ይሃለሉ ወዲያው ናይ መጽ- ናይ መውዳእታ ናይ ጸልማት ሰዓት ምስ በጽሐት ኩሎም ደቂ እዚኦም እ፣ ካህናት ተኣኪቦም ወታደራት ሕዮ ሰሊፎም መጽኦም ምስ መፁ ዝገረመኒ ነገር እንታይ መሲልኩም ልክዕ መፂኦም ምስ ረኣይዎም ንየሱስ ክፈልይዎ ይከኣሉ ስለምንታይ ኢየሱስ ኦረዲ ክትፈልዮ ዘይትኽእል ዝኾነ ወዲ ገሊላ እዩ። ወዲ ገሊላ ማለት ወዲ ሃገረሰብ እዩ፣ ግን ካብ ሰማይ ዝመፀ እዩ። ሃለሉያ ኢየሱስ ክበሃል ከሎ መብዛሕትኡ ናብ ኣእምሮና ዝተሰኣለ ቆንጆ ህንዲ ኣክተር ተኣሽሙ ዝገበረ ከምዚ ኣይመን ዝመስል ማለት ዩ ኦ ኦ ይገብር ንበር ኣይመን ይርኢ ምሽ ኣብ ስእልና ዘሎ እኮ ኣብ ገዛ ዘሎ ኢየሱስ ግን ክንሪኦ ከለና እንታይ የነበሮ ድዩ ደምግባት የብሉ ቆንጆ ትብሎ ሰብ ኣይነበረን፣ ውስጡ ግን ህያው እዩ። ሃሌሉያ! ወዲ ኣምላኽ እዩ ነይሩ። እዚ ኩሉ ዝኾነ ከዓ ንዓይ ንዓኻ እዩ። ዳሕራይ መፂኦም ኣበየለ ኢየሱስ ኢሎሞ ኣበየለ ኢየሱስ ምስ በልዎ ክፈልይዎ ስለ ዘይከኣሉ እኮ እዩ። ሓደ ዓይነት መልክዕ ዘለዎም ሓደ ዓይነት ሰባት እዮም። ኩሎም ካብ ገሊላ ዝበሃል ገጠር ዝመፁ ሰባት እዮም። ናይ እግዚኣብሔር ጸጋ ግን ዝመልኦም ሰባት እዮም ሃለሉያ ዳስዋ ኢሎም ብዙሕ ዓይነት መልክዕ ክህልወና ክእል ብጣዕሚ ብዙሕ ነገር ክብሉና ክእሉ ሰባት ናይ እግዚኣብሔር ክብሪ ግን ኣሎ ምስና ሃለሉያ ጎይታ ሰናይ ናይ እግዚኣብሔር ክብሪ ተዘይከውን ነይሩ መን ኣሎ ንዓና እስኪ ናይ ብሓቂ ከ ንዓይ ክኸፍልኩም ክሰምዑ ትኸሉ ነርኩም እንዶም ናይ እግዚኣብሔር ናይ እግዚኣብሔር ጸጋ ተዘይከውን ነይሩ መን ክሰምዐካ ክእላ ምሽ ናይ ብሓቂ ኮ ዝነግረኩም ዘሎ ናይ እግዚኣብሔር ጸጋ ናይ እግዚኣብሔር ክብሪ ምሳና ኣሎ ምሳኻትኩም ኣሎ ኣበሎ የሱስ ኢሎምዎ። ዝገርመኒ እንታይ ኢልዎ መሲልኩም? ኣነ እየ ኢልዎ። ኣይገርመኩም ከመይ ዓይነት ፍቕሪ ከም ዝኾነ? ዳሕራይ እንታይ ኢሉ? ንዕኦም ሕደግዎም ንዓይ ሓዙኒ ኢልዎ። ኣነ እየ ክብሎም ከሎ ግን ዘደንቐኒ ነገር እንታይ ኮይኑ ይብል መጽሓፍ ቅዱስ? ኩሎም እንታይ ገበሩ ይብል? ምስ ጭሕሙ ምስ ጨርቁ ምስ ገለመሉ ካብ ታእሽሙ ዝመፀ ከመይ ዝበለ ብቤተ መቅደስ ዝተሰፈየ ሃይማኖተኛ ዘርፋፋ ቀሚስ ጎሎ ምስ ዘርፋፋ ቀሚስካ ትወድእ ከለካ ካን ኢማጅን ሃይማኖት ክወድቕ ከሎ ማለት እኮ ኣብ ቅድሚ የሱስ ኩሉ ግዜ ሃይማኖት ከምዚ ዝወደቑ ኣይዘወን ጎይታ ሰናይ ትዘርሮ ኣለ ሃለሉያ ሪሊጅን ሪሊጅን ኣብ ቅድሚ የሱስ ደው ክብል ኣይክእል ወዲቑ ይብል ኩሎም ወዲቑ ሓይሊ ናይ ክርስቶስ ኢየሱስ በዚ ደምግባት ዘይብሉ ፐርሰን ብኣፉ ቃል ተገሊጹ ዳሕራይ ካልኣይ ከዓ ተሲኦም ዳይና ኮይና ነይራ ገለመለ ኢሎም ደሓን ዲኻ ደሓን ደሓን ሰላም ዲኹም ሰላም ኣሎ ዲ ክላሲ ገለመለ እዎ ኣሎይ ሰይፍ ገለመለ ሲ ካልኣይ ኣበይ ኣሎ መን እዩ ኣነ ምስ በሎም ካልኣይ ግዜ ወዲቖም እዩ ካልኣይ ግዜ ክትወድቕ ከለኻ እኮ ድሕሪ እኮ ክትሃድም ኣለካ ምስ ገዛ ክትሕባ ኣለካ እኮ ናብ ናብ ገዛኻ ዲኻ ክትሕባ ኣለ ወይ ናብ ዝኾነ ካፌ ክትኣት ኣለካ እኮ ካልኣይ ግዜ ወዲቆም ይብል ኣነ ዝገረመኒ ግን ጴጥሮስ ብጣዕሚ ተበሳጭ ሰይፉ ካብ ካብ የምፅኦ ካብ ሰገባ ኣውፅኦ ናይቲ ናይ ሊቀ ካህን እንታይ ባርያ ዝነበረ እዝኑ ቆሪፅዎ ይብል ኢየሱስ ግን እዝኑ መሊስሉ ይብል ስለምንታይ ንምንታይ ይመሊስሉ ንምንታይ ይመሊስሉ ከ- ክልተ ነገር ረኣዩ እቲ ሓደ ጴጥሮስ ልክዕ ብሰይፍ ክቆርፆ ከሎ እዚ ሰብ እዚ ንዕኡ ክመውት ከም ዘለዎ ኢየሱስ ይነግሮ እዩ ዘሎ። ኣነ እኮ ንዓኻ ጥራይ ዘይኮነስ ነዚ ሰብ እዚ እውን እንታይ እየ ዝብል ዘለኹ ይመውት እየ ዘለኹ። ነቶም ዝሰቕልዎ ዝመውት ጎይታ ሃለሉያ። ካልኣይ ከ ልክዕ እዚ ንክምልሰሉ ከሎ ፈጣሪ ምዃኑ እዩ ዘርእዮም ዘሎ ሂዘ ክሬኤተር ሃለሉያ ክሬኤተር መሊስሉ እዝኑ ይብል ጴጥሮስ ኢሉ ሰይፊ ኻን ኣበይ መልሰ ኢሉ ኣብ ሰገባ ሰይፍ ዝመዙ ብምንታይ እዮም ዝጠፉ ኢሉ ብሰይፍ ሃለሉያ ኣሜዚንግ ምንታይ ኢና ብዛኣት ኢና ብዛዕባ ጴጥሮስ ክንዘራረብ ስለ ዝደለኹ እየ ጴጥሮስ በዚ ኩሉ መንገዲ ግን መወዳእቱ እንታይ ኢሉ ከምታ ዝበላ የሱስ ክሒድዎ ክሒድዎ እዚ ክሒድዎ ዘሎ ጎይታ ንጎይታ ዝኸሓዶ ጴጥሮስ ግን እግዚኣብሔር ንዕኡ ዘሎ ፍቕሪ ተለውጡ ኣይተለወጠን ኣይተለወጠን ኣብ ቅድሚ ገረድ ክራገም ጀሚሩ ይብል መጽሓፍ ዝተረገመ እዚ ክፉእ ሰብ ገለ ናበለ ይራገም እዩ ቀዳማይ ካልኣይ ሳልሳይ ተራእየ ምስ ኢየሱስ ኣይከኣለን ጴጥሮስ ናናባል ሃዲሙ ኸይዱ ግን ኢየሱስ ኣይከሓዶን። ሃሌሉያ! ጴጥሮስ ክሒዱ ኢየሱስ ግን ኣይከሓዱ። እንታይ ዓይነት ፍቕሪ! ክብር ንኢየሱስ ይኹን። ስለዚ ህያው ዝኾነ ጎይታ ሎሚ እውን ክመፅእ ክብለኩም ደልየ መጽሓፍ ቅዱስና ቶሎ ኢልና ንዘራረቦ ሓሳብ እስከ መጀመርያ ንቆሮንጦስ ቤተ ክርስቲያን እንታይ ከም ዝበሎም ጎይታ ክመፅእ ከሎ ኢልዎም ከምቲ ተስፋቃሉ ስለ ዝመጽእ፣ ክመጽእ ከሎ ከኣ ክሳብ ምጽኣቱ ከኣ ብዘይ መንቀብ ከንብረኩም እዩ ኢሉ። ብዘይ ምንታይ? ብዘይ መንቀብ ዝተሓለኹም ክገብረኩም እዩ። ክልተ ጥቕስታት ኣለና። ኣብ ቀዳማይ ቀዳማይ ቆሮንጦስ እቲ ካልእ ከኣ ኣብ ቀዳማይ ተሰሎንቄ ምዕራፍ ሓሙሽተ ቁጽሪ ዕስራን ሰለስተን። ባዕሉ ክሕልወኩም እዩ ክሳብ መዓስ ክሳብ ጎይታ ዝመጽእ ዳስዋይ ጎይታ ክመጽእ ከሎ ክሽበር የብሉን ማንም ክርስትያን ክፈርሕ የብሉን ዝኾነ ይኹን ክርስትያን ስለምንታይ እንተተባሂሉ ስለ ናቱ ጸባይን ባህሪን ዘይኮነ ጎይታ ክመጽእ ከሎ ዝወስዶ ስለ ተስፋ ቃሉ እዩ ጎይታ ሰናይ ስለምንታይ ዝወስደና ስለ ተስፋ ቃሉ ምሳሌ ኢሎም መዓንተ ዝመጽእ ነይሩ ጎይታ ከመይ ኣለኹም ሎሚ ኣነን ጀርን ጥራይ ዶ ንንጠቕ መስለኩም ቅድሚያ ወይ ከኣ ዘገልግሉ ዘለዉ ወይ ከኣ ብጣዕሚ በቃ ኣብ መንፈስ ዘለዉ ገለ ተባሂሉ ወይ ከኣ ኣብ ዓለምና ዘለዉ መላኣ ዓለም ዘለዉ ክርስትያናት በዓል መን ዝንጠቑ ይመስለኩም ዝኾኑ ዝኾኑ ሓያላን ሰባት ዝኾኑ ብርቱዕ ክርስትያናት ይመስለኩም ኖ ብርቱዕ ብርቱዕ ክርስትያናት ኣይኮ ጥራይ ኣይኮኑን ዝንጠቑ እቶም ዝደኸሙ ክርስትያናት ይንጠቑ እዮም ምክንያቱም ሓንቲ ቪድዮ ሪኤ ስለ ዝነበርኩ። እንታይ እያ ትብል እታ ቪድዮ? ኣክችዋሊ እታ ቆልዓ ምሳይ ዝተምሃረት እንድያ ኣብ ግሬስ። ኣብ ግሬስ ተማሂራ ምሳይ ኣብ ዝነበርናዮ ግሬስ ትምህርቲ ቤት። ሓደ ሓደ ሰብ ብግሬስ ትምህርቲ ቤት ይሓልፍ እምበር ግሬስ ዝበሃል ብውሽጡ ይሓልፍ ኣለኹም ኣለኹም ብመፅሓፍ ቅዱስ ቤት ትምህርቲ ቤት ክሓልፍ ይኽእል መፅሓፍ ቅዱስ ግን ብኡ ክሓልፍ ዘይክኽእል ይኽእል ዝገራርም ትምህርቲ ተማሂርና ምስ ወፃና ክልተ ዓመት ሙሉእ ኣነ ኮፍ ኢለ ተማሂረ That's why ሎሚ ትመሃርዎ ዘለኹም ጢራኖስ መጽሓፍ ቅዱስ ትምህርቲ ቤት ናቱ ውጽኢት እዩ። ናቱ ውጽኢት እዩ። ዝገርመኩም ኣብኡ ዝተምሃረት ሓንቲ ሓፍትና ሎሚ ብቀረባ ግዜ ቪድዮ ሒዛ መፅያ እንታይ ትብል እግዚኣብሔር ተዛሪብኒ እግዚኣብሔር ኣርእኒ ቅዱሳት ፍርቆም ኣይንጠቑን ዝተወሰኑ ሰባት ጥራይ እዮም ዝንጠቑ ዝንጠቑ ሰባት ውሑዳት እዮም ገለ ትብል ማለት እዩ ዳሕራይ መብዛሕትኡ ሰብ እንታይ እዩ ዝብል? ኣረ ኣነ ደኣ ከይከውን ይብል። ጌታ ሆይ እርዳኝ ይብል። በኢየሱስ ስም ጌታ ሆይ ከይትከሓድገኒ ይብል ማለት እዩ። ከምዚ ስለ ዝበልካ ኣይትውሰድን ብራዘር፣ ከምዚ ስለ ዘይበልካ እውን ኣይትተርፍን። ወዲ ኣምላኽ ስለ ዝኾንካ ጥራይ ኢኻ ትውሰድ። ሃለሉያ! ወዲ ኣምላኽ ንትከውን ከዓ ብክርስቶስ ሞትን ትንሳኤን ስለ ዝኣመንካ ጥራይ። ስለዚ ንጥቀት ንብርቱዓት ሰባት ጥራይ ኣይኮነን፣ ንጥቀት ንኣመንቲ ኩሉ እዩ። ጎይታ ክመጽእ ከሎ ኩላትና ብዓይኒ ቅጽበት ክንልወጥ ኢና ንሕና ህያዋን ዝኾንና ኢሉ ምሽ? እቶም ዝሞቱ ከኣ ወይ ከኣ ብጎይታ ዝደቀሱ ከኣ እንታይ ክገብሩ እዮም? ኣቐዲሞም ነክትሱ እዮም። ስለምንታይ? ህያው ስለ ዝኾነ ብወዱ ብየሱስ ዝኣመኑ ሰባት ኣይሓፍሩን። ስም ጎይታ ዝጽውዕ ሰብ ኣይሓፍርን ክብሪ ንየሱስ ይኹን። ሶ ብዛዕባ ንጥቀት ትኽክለኛ ዝኾነ ርድኢት ክህልወና ስለ ዘለዎ ሓደ ሓደ ሓሳባት more ኣብ ካልኣይ ተሰሎንቄ ምዕራፍ ክልተ ኢና ሎምዓንቲ ፎኮስ ክንገብር ግን ቀዲመ ኣቐዲመ ግን ዝዛረቦም ሓሳባት ኣለዉ ብዛዕባ ራፕቸሪንግ ወይ ከኣ ብዛዕባ ንጥቀት ጎይታ ክመጽእ ከሎ ናይ መጀመርያ ከም ዝበልኩኹም ዓንቲ ክነግረኩም ዝደለኹ ንሱ እዩ ጴጥሮስ ዝኹሉ ነገር ክሒድዎ እንዳሃለወ ግን ንጴጥሮስን ምስኡ ዝነበሩ ደቀ መዛሙርትን እዩ ጎይታ ብሕቡእ እንታይ ገይርሎም ብምስጢር ተገሊጹሎም እሺ ንዓለም ኣይኮነን ተገሊጹ ክግለጽ ከሎ መጀመርያ ዝነበረ ናይ ጎይታ ትንሳኤ ንቤተ ክርስትያን መንነቱ ከም ዝገለጸ ዘሴም ክንጠቕ ከለና እውን ኣቐዲሙ ንቤተ ክርስትያን እዩ ብሚስጥር ዝመጽእ ዝተረድኦ ሰብ ኣለ ጎይታ ሰናይ ብሚስጥር ናበይ ዝመጽእ ናብ ቸርች ክመጽእ ከሎ እንታይ ክገብረና ክወስደን ክመጸልናን ክመጸሎምን ዝብል ቃል ስለ ዘሎ ግዜ እንተሃልና ክንሪኦ ኢና ንሱ ዝመጸሎምን ዝመጸልናን ክመጸልና እንተኮይኑ ንዓና ክወስደልና እዩ ዝመጽእ ክመጾም ኢዩ እንተኮይኑ ግን ንዕኦም ግን ንፍርዲ ንፍርዲ ዝመጽእ ነቶም ብክርስቶስ ኢየሱስ ሞትን ትንሳኤን ዝኣመኑ ግን ክወስዶም ኢዩ ዝመጽእ ስለዚ ጎይታ ክወስደና ኢዩ ሃለሉያ ቶሎ ኢልና ብዛዕባ ራፕቸሪንግ ዝተወሰነ ትርጉማት ክንርእኩም መነጠቕ ወይ ከዓ ምንጣቕ ማለት እንታይ ማለት እዩ እንተተባሂሉ ብጣልያንኛ ራፔመር ይበሃል ራፔመር ማለት ቀጥታ ንላዕሊ ምውሳድ ማለት እዩ ንጎኒ ኣይኮነን ንቅድሚት እውን ኣይኮነን ናበይ ጥራይ ንላዕሊ ንላዕሊ ቀጥታ ምውሳድ ብጣልያንኛ ራፔመር ብእንግሊዝኛ ቴክ ኣፕ ወይ ከዓ ቴክን ኣፕ ዝብል ኣለዎ እቲ ሳልሳይ ከዓ ኣብ ናይ ግሪክ ከዓ ሓርፓዞ ሓርፓዞ ዘሴም ትርጉም እዩ ዘለዎም ባይዘ ሓርፓዞ ቀጥታ ምውሳድ ብሓይሊ ምንጣብ ብሓይሊ ምልዓል ማለት እዩ ሃርፓዞ ከምኡ ከኣ ብሓይሊ ምውሳድ፣ ብፍጥነት ምልዓል፣ ካብ መከራ ምውጻእ ማለት እዩ ትርጉሙ። ስለዚ ንዝመጽእ መከራ ኣሕሊፉ ሂበናን ጎይታ ሃለሉያ። ኣብ ቅድሜና ከም ትፈልጥዎ ዓቢ መከራ ኣሎ ምሽ ኮይኑ ዘይፈልጥ መከራ ኣብ ማቴዎስ ምዕራፍ 24 ዝተመዝተ ዝተጻሓፈ ነገር ዝተተንበየ ነገር ክፍጸም እዩ። እዚ ኣብ ማቴዎስ ምዕራፍ 24 ዝፍጸም ትንቢት ግን ኣካል ክርስቶስ ግን በዚ መከራ ኣይተሓልፍን። ስለምንታይ እንተተባሂሉ ናቱ መርዓት ስለ ዝኾነ That's why ማቴዎስ ምዕራፍ ዕስራን ሓሙሽተን ዘሎ ዓሰርተ ደናግል ኣብኡ ኣይ- የለናን ንሕና ምክንያቱም ቸርች ዓሰርተ ደንግል ኣይኮነትን ሓንቲ እያ ቸርች ወይ ከዓ ሚዜ እውን ኣይኮነትን ቸርች መርዓቱ እያ ኣብ ማቴዎስ ምዕራፍ ሓ ዕስራን ሓሙሽተን ዘለዋ ሓሙሽተን ሓሙሽተ ነንበይነን እተን ብርሃነን ዝሓዛ እተን ብርሃነን ዘይዓደጋን ተባሂለን ዘለዋ ዘይተን ማለት እየን ተባሂለን ዘለዋ ግን ብዛዕባ እስራኤል እዩ ዝዛረብ ዘሎ እምበር ብዛዕባ ቸርች ኣይኮነን። ግን ብዙሓት ብዛዕባ ቸርች ተሰቢኹና ምሽ ኣየነት ኢኹም እተን ዘይተን ዝዓደጋ ዲኹም ወይስ ዘይዓደጋ እተን ተሲኤን ንቂሐን ፅበያ ዘለዋ ዲኹም ወይስ እተን ዝደቀሳ ግን ኣነ ክነግረኩም ክነግረኩም ማቴዎስ ምዕራፍ ዕስራን ሓሙሽተን ዘሎ ብፍጹም ብዛዕባ ቸርች ኣይዛረብ ቸርች ምክንያቱም ከም ዝበልኩም ብቁፅሪ ዓሰርተ ኣይኮነትን ሓንቲ እያ ካልኣይ ከ ቸርች ሚዜ ወይ ከዓ ድን ደናግል ዘይኮነት ቸርች ሙሽራይት እያ መርዓት እያ ስለዚ ማቴዎስ ዕስራን ኣርባዕተን ምእቲ ዕስራን ሓሙሽተን ቅድሚ ምፍጻሙ ኣቐዲሙ እንታይ ኮይኑ ኣሎ ማለት ጳውሎስ ከም ዝነገረና ተወሲድና ኣለና ንሕና ተነጢቕና ኣለና ንሕና ክብሪ ንየሱስ ይኹን ካብ መከራ ሃለሉያ ካብ መከራ ህዝቡ ዘድሕን ጎይታ ኣለና ስለዚ ነዚ ዝኸውን ጥቕሲ ብዛዕባ እስፔሻል ኣብ ቆሮንጦስ ቤተ ክርስቲያን ተነጊሩ ዝነበረ ሓሳብ ሓንቲ ጥቕሲ ኣላትና ንሳ ንርኣ ቀዳማይት ቆሮንጦስ ምዕራፍ ሓደ ቁፅሪ ሸውዓተን ቁፅሪ ሸሞንተን ዘሎ ሓሳብ ረኣይዎ ብዛዕባ ቆሮንጦስ ቤተ ክርስቲያን ብዛዕባ ቆሮንጦስ ቤተ ክርስቲያን ዝኾነ ነገር ሕሰቡ ሓራ ቆሮንጦስ ቤተ ክርስቲያን ፍጹማን ሰባት ዝተመልእዎ ሰባት ቦታ ኣይነበረን ምሽ ቆሮንጦስ ቤተ ክርስቲያን እንታይ ዓይነት ሰባት እዮም ነይሮም ህፃናት ኢኹም ምስ ኢሎም ስጋውያን ኢኹም ኢልዎም ገና እንታይ ኢኹም ገና ኣብ መንጎኹም ፅልእን ክርክርን ክትዕን ኣለኩም ኣነ ናይ ጳውሎስ ኣነ ናይ ኬፋ ኣነ ናይ ኣጵሎስ ትብሉ ኣለኹም ኢልዎም ሓደ ንሱ ሕሰቡ ሕዝቡ ካልኣይ ነገር ከዓ ኣብ ዓለም ዘየለ ሓጢኣት ኣብ መንጎኹም ኣሎ ኢልዎም እሺ ኣብ ከምኡ ዓይነት ኣትሞስፌር ዘለዉ ሰባት ራእይዎም ኣብ ከምኡ ዓይነት ኣትሞስፌር ዘለዉ ሰባት ሎሚ ዝኾነ ናይ ሓበሻ ኣገልጋሊ ተዝኸውን እንታይ ዝብሎም ይመስለኩም ፍርቂ ካይትርጠቕ እዩ ዝብሎም ፍርቂ ግን ጳውሎስ ከምኡ ኣይኮነን ዝብል ወላ ህፃናት እንተኾንኩም ፀገም እንተሃለወኩም ብጎይታና ብክርስቶስ የሱስ ጸጋ ስለ ዝደሓንኩም ስለዚ እንታይ ኢኹም ክትኮኑ ይብሎም ብዛዕባ ምፅኣት ጎይታ ክዛረቦ እንከሎ ጎይታ ክሳብ ዝመፅእ ብዘይ መንቀብ ክትሕለው ኢኹም እስኪ ንረኣየ ትቃል ከምዚ ይብለና ቀዳማይ ቆሮንጦስ ምዕራፍ ሓደ ቁፅሪ ሸውዓተ ከምዚ ይብል ምግሃድ ጎይታና ኢየሱስ ክርስቶስ እናተጸበይኹም እንታይ ምግሃድ እንታይ ጎይታና ኢየሱስ ክርስቶስ እንታይ እናገበርኩም እናተጸበኹም እሺ ብሓደ ውህበት ጸጋ እኳ እንታይ ከይግብረኩም ከይጎድለኩም እሺ ቁጥሪ ሸሞንተ ንሱ ድማ ብመዓልቲ ጎይታና ኢየሱስ ክርስቶስ ብመዓልቲ መን? ጐይታና ኢየሱስ ክርስቶስ ብዘይ እንታ ክትኮኑ ወይ ከኣ ብዘይ መንቀብ ማለት እዩ እንታ ምሽ ብዘይ እንታ ወይ ከኣ ብዘይ መንቀብ ክትኮኑ ክሳዕ መወዳእታ እንታ ክገብረኩም እዩ ከጽንዓኩም እዩ ክሳብ መዓዝ ክሳብ መወዳእታ ጎይታ ሰናይ ነዚ መረጋገጽ ዝኾነና ከኣ ልክዕ ክመጽእ ከሎ ጎይታ ከ ንሕና ብህይወት ዘለና ፎር ኤግዛምፕል እንተኾይና እንታይ እዩ ዝፍጸም ተተባሂሉ ቀደማይ ናይ መጀመርያ ነገር እዚ ዝብስብስ ኣካል ዘይብስብስ ኣካል ኮይኑ ዝትስ ይልወጥ ማለት እዩ ስዑል እቶም ሞይቶም ደቂሶም ዘለዉ ይትስኡ ካብ መቃብር ኣቐዲሞምና ማለት እዩ ድሕሪኡ ንሕና ከዓ ብህይወት ዘለና ከዓ እንታይ ኢና ክንከውን ብዓይኒ ቅፅበት እንታይ ክንገብር ኢና ክንልወጥ እዚ ኣካል እዚ እንታይ ይኸውን? ዘይምስምሰ ኣካል ኮይኑ ይወት። እንታይ ማለት እዩ እዚ? እንታይ ዝኸውን መስለኩም ድሕሪኡ ብዛ ዓለም? ናይ መከራ መጀመርያ ዝጅምራ ይመስለኩም? ምሳሌ ፎር ኤግዛምፕል ኣውሮፕላን ውሽጢ ተሳፊሮም ዘለዉ ሰባት ኣለዉ። እቲ ካፒተን ክርስትያን እዩ፣ ኣማኒ እዩ። ሃንደበት ሎሚ ጎይታ መፅ ኣብ ኣየር ኣለዉ እዞም ሰባት እዚኦም። እቲ ብጎይታ ዝኾነ ሰብ ተነጢቑ ተወሲዱ ንበል። እታ ኣየር ናበይ ትኸይድ መስለኩም? ናብ ኤደን ገነት እያ ትኸይድ። ይሲቲ ክራይስት ክሓስቦ ደልየ እኮ ኣብዚ ከተማ ዘላ ኣውቶቡስ ወይ ከዓ ባቡር እታ ባቡር ድራይቭ ዝገብር ዘሎ ወይ ከዓ መኪና ድራይቭ ዝገብር ዘሎ ኣውቶቡስ ኣማነ ሰብ ኣማነ ክርስትያን ሃንደበት ጎይታ ክመፅእ ከሎ እዚ ክርስትያን ሰብ ተነጢቑ ክውሰድ ከሎ እታ ኣውቶቡስ ናበይ ትኸይድ መስለኩም? ባዕልና ከታ ናትና መኪና ከ ንስኻትኩም ከዘለኹም ቦታ ከ ናበይ ንኸይድ መስለኩም? እንታይ ይኸውን መስለኩም ኣብዚ ዓለም? ናይ መከራ ጅማሬ እዚ ኢና ይኹ ቶታሊ ክርስትያናት ካብዚ ምድሪ ክውሰዱ እዮም። እዛ ምድሪ ሰላም ዝነበረት ካብ ናብ ናብ ነውጢ ክትቅየር እያ። ሓሳዊ መሲህ ኣብዚ ምድሪ እዚ ብሓይሊ ክስራሕ ክጅምር እዩ። ተራእዩ ዘይፈልጥ መከራ ኣብዚ ምድሪ ክፍጸም እዩ። ሲኦል ክትክፈት እያ። ሲኦል ውሽጢ ዘለዉ መናፍስቲ ብሓይሊ ናብዚ ምድሪ ክልቀቑ እዮም። ኣብዚ ምድሪ እዚ ብዙሓት ሰባት ምልክት ተዋሂብዎም ብዚ ምልክት እዚ ክንግዱ ተዘይክኢሎም ሽዱሽተ ስድሳ ሽዱሽተን ዝበሃል ምልክት ተዘይተቐቢሎም መብዛሕትኦም ክሞቱ እዮም ክስየፉ እዮም ናይ ክርስቶስ ኢየሱስ ወንጌል ሰባ ኮንካ ምርካብ ሽዑ በዚ ግዜ ሚትን ኣርባዓን ኣርባዕተን ሽሕን ሰባት ተባሂሎም ዘለዉ ራእይ ዮሃንስ ዘለዉ ኣይሁዳውያን ንባዕሎም ኣብዚ ምድሪ እዚ ብሓይሊ ክሰብኩ ከለዉ መብዛሕትኦም ክስየፉ እዮም ናይ ባሮትካ ደም ክሳብ መዓዝ ኢኻ ዘይትምልስ ክበሃል እዩኣብ ሰማይ ከዓ ምድርን ጥራይ ዘይኮነ ግን መከራ ዝኾኑ ሰማይ ንባዕሎም ሸውዓተ መናፍስቲ ሸውዓተ መላእኽቲ መቅሰፍቲ ዝሓዙ ናብዚ ምድሪ ክልቀቑ ከለዉ ራእይዎም በዚ ግዜ ሰባት ንእግዚኣብሔር ዝዛረቦ ስለ ዝሰእኑ ክፃረፉ ክጅምሩ እዮም ይብል ብስቃይ ዝተለዓለ መልሓሶም ከዓ ስለ ዝሓይኩ ግልፂ ኣረፍ እዮም ነገስታት ከዓ ናብ በዓት ተኻድም እዮም ካብቲ ናይ ብገንሸል ቁጣዓት እንታይ ግበሩና ሕቁና ናበልና በዓታት ክኣትዉ ክጅምር እዮም ቤተ መንግስት ገለመለ ዝበሃል ነገር የለ ብራዘር ቪኤት ገለመለ ዝበሃል የለን በዚ ግዜ ነፍሲ ኣውጪ ወደ በረኻ ክብር ንየሱስ ይኹን ክብር ንጎይታ ይኹን የለን የለን ስለምንታይ ስለምንታይ ከምኡ ክኸውን ናይ ተራእዩ ዘይፈልጥ መከራ ኣብዚ ምድሪ እዚ ክፍጸም እዩ። ቸርችስ ቸርች የላን ሃለሉያ። ንሕና ግን ንውሰድ ኢና ብዘይ ብስብስ ብዘይ ብዝልወጥ ኣካል ነዚ ምልክት ዝኸውን እንታይ ኢሉ ፊልጵስዮስ ምዕራፍ ሓንቲ ጥቕሲ ከሪኦኩም ፊልጵስዮስ ምዕራፍ ሰለስተ ቁፅሪ ዕስራ ክሳብ ዕስራን ሓደን ከምዚ ይብለና መጀመርያ ቁፅሪ ዕስራ እንታይ ይብለና? ኣብ ሰማይ እያ ዝብል ቃል ኣሎ ምሽ? ሃገርና ኣበይ እዩ? እስከ ሃገረይ ኣብ ሰማይ ይበሉ እስኪ። ክብር ንየሱ ይኹን። ኣብዚ ምድሪ እዚ ተጓዓዝቲ ሰባት ኢና ብራዘርስ። እግረኛ ማለት ቤት ክራይ ዝተኻረየ ሰብ ፎር ኤግዛምፕል ገዛ ክራይ ክትካረዩ ከለኹም ካርታን ፕላንን ኣውፂእካ ኣይኮንካን ስምካ ኣዚርካ ኣይኮንካን ትነብር ገዛ ክራይ ተኻሪኻ ማለት ገንዘብ እንዳኸፈልካ ኢኻ ትነብር ንዝተወሰነ ግዜ ዳሕራይ ለቂቕካ ኢኻ ትኸይድ ዘሰም እዛ ምድሪ እዚኣ ናይ ክራይ ገዛ እያ እዛ ምድሪ እዚኣ ናይ ምንታይ ገዛ እያ ናይ ክራይ ኣ- ተኻሪና ኢና ዘለና ወይ ከዓ ጋሻ ኣጋይሽ ኢና ጋሻ ናብ ገዛ ክመፅእ ከሎ ቁም ሳንድቕ ኣብዚ ከባቢ ገዛ ተኣሽሙ ስርሑለይ ገ- ንብረተይ ዘቐምጠሉ ወይ ከዓ ክዳውንተይ ዘቐምጠሉ ኪችን ከዓ ስርሑለይ ከምዚ እንተ እዚ ሰብ እዚ ጋሻ ኣይኮነን እሺ ጋሻ እንታይ እዩ ዝሃብካ ይበልዕ ይሰቲ ዳሕራይ ዝተወሰነ መዓልቲ ኸይ ዝፀንሕ ይኸይድ ማለት እዩ ናይ ኣዲስ ኣበባ ተቐባል ጋሻ እንተኾንካ ከኣ ድራር ገለመለ ከይሃብካዮ ዝኾነ ሾርባ ኢኻ ትህቦ። ቀሎ ታድራለ ወይስ ትበላለህ ትብሎ ማለት እዩ። ኣይ ቀሎኛ ኣድራሉ ይብለካ ብጥሜት ማለት ብፅባሒቱ ዓዲ ክኸይድ ይብለካ ከምኡ ናይ ኣዲስ ኣበባ ተቕባል ኤኒዌይስ እንታይ ክብለኩም ደለየ ዋና ነጥበ ንስኻትኩም ኣጋይሽ ኢኹም ሃገርና ኣብ ሰማይ ፅበየና ጎይታ ኣሎ ስለዚ እንታይ ኢልና ፖል ከምዚ ይብለና ራዮ ንሕና ግና ሃገርና ኣብ ሰማይ እያ ካብኡ እውን መድሓኒ ንሱ ጎይታና ኢየሱስ ክርስቶስ ንፅበ ኣሎና መድሓኒና ንሱ እንታይ ንገብሮ ኣለና ንፅበዮ ኣለና ቁጥሪ 21 ንሱ በቲ ንኩሉ ክመል ክመልከሉ ዝከኣሎ ሓይሊ ነቲ ክቡር ስግኡ ምእንቲ ክመስል ነቲ ኽቡር ስግኡ እንታይ ክገብር? ምእንቲ ኽመስል፣ እሺ፣ ምእንቲ ኽመስል፣ ነዚ ናይ ውርደት ስጋና እንታይ ክገብሮ እዩ? ክልውጦ እዩ። እዚ ስጋ ዝተዋረደ ስጋ እዩ። ብውድቀት ኣዳም ምኽንያት ዝተዋረደ ስጋ ስለ ዝኾነ እዩ ኣብ ብዙሕ ጸገም ዘእትወና። ጎይታ ክመጽእ ከሎ ግን ክቕየር እዩ ስጋ እዚ። ጎይታ ሰናይ። ስለዚ እቲ ሓደ ክርስቶስ የሱስ ክመጽእ ከሎ ኣብ ምጽኣት ግዜ ወይ ከኣ ክርስቶስ ናባና ክመጽእ ከሎ ብሕቡእ ኣቐዲሙ ቅድሚ ሸውዓተ ዓመት መከራ ማለት እዩ ናብ ቤተ ክርስትያን ብሕቡእ እዩ ዝመጽእ ብግልጺ ኣይኮነን ዝመጽእ ድሕሪ ሸውዓተ ዓመት ግን ዝወግእዎ ኩሉ ክርእይዎ እዮም ብኣግ ብግልፂ ክመፅ እዩ ቅድሚ ሸውዓተ ዓመት መከራ ግን ብሕቡእ ናብ ቸርች መፅኡ ክወስዳ እዩ ክእክበና እዩ Praise God ነዚ ዝኸውን ኣብ ተሰሎንቂ ክትከዱ ከለኹም ከኣ ኣብ ተሰሎንቂ ቤተ ክርስትያን እንታይ ተፈጢሩ ነይሩ ጎይታ ክመጽእ እዩ ኢሎም ሰባት መዓልትን ዕለትን ግዜን መዲቦምሎም ኦረዲ ጎይታ ኣብዚ መዓልቲ እዝን ኣብዚ ወርሒ እዝን ገለ መለታት ኢሎም ኣዋርሕን መዓልትን መዲቦምሎም ክመጽእ እዩ ክብልዎም ጀሚሮም ሰሙን ኣብዚ ሰሙን ዝሰሚዕኹም ኣለኹም ሓደ ብላክ ኣሜሪካ ኣሜሪካ እዩ ሴፕተምበር ክመጽእ እዩ የሱስ ኢሉ ነይሩ። ከመይ ኣለኹም? መብዛሕትኦም ቁሩብ ኣይተዳለኹምን? ሃለሉያ ዛሳችን እናዘጋጀን ከም ዝበልኩም ቀዳማይ ነገር ተዳሊና ንጽበዮ እግዚኣብሄር የለን ሓራይደ ስምዑኒ ተዳሊና ተዳለዩ ይብሉካ ምሽ ምንም እንታይ ክትዳሎ እንታይ ንዕኡ ዝምጥን ዝዳሎ ነገር እኮ የብልካ ንስኻ ብምሕረት ኣምላኽ እያ ትወሰድ እምበር እንታይ ኢኻ ሞ ክትዳሎ ጾም ጸሎት ትኣቱ ቆሮንቶስ ቤተክርስትያን ግን በዚ ግዜ በዚ ወርሒ በዚ ሰዓት ክመጽእ ኢሎም ሰባት ናይ ስሕተት ትምህርቲ ኣብቲ ከተማ ኣትዩ ስለ ዝነበረ ጳውሎስ እንታይ ኢልዎም ኖኖ ብዛዕባ ጎይታ ምጽኣት ኢልዎም ወርሕን መዓልትን ብራእይን ብቃልን ክንነግረኩም ኣይከኣልን ስለምንታይ ዳ ከምኡ ኢሎም እኹም ስራሕ ገዲፍኩም ድንኳንኩም ዓፂኹም ትፀባበዩ ዘለኹም ምክንያቱ መብዛሕትኦም ስራሕ ገዲፎም ነይሮም That's why ኣብ መንጎኹም ዘይሰርሑ ሰባት ስለ ዘለዉ ዘይሰርሕ እንታይ ይበል ስለምንታይ ስራሕ ዶ ኣቢሎም ነይሮም ስራሕ ዶ ኣቢሎም ነይሮም ብራዘርስ ኣነ ግን ሎሚ ክነግረኩም ጎይታ ክመፅእ ቀፃሊ ሰሙን እንተተባሂልኩም እንታይ ከም ትገብሩ ዘለኩም ናብ ቢሮኻ እቶ ሃለሉያ ናብ ስራሕኻ ኪድ ኣገልግሎት ኮይን ኣገልግሎትካ ኣገልግል ማርቲ ሉተር ዝበሃል ናይ ኣምላኽ ሰብ ትፈልጥዎ ኢኹም። እንታይ ኢልዎ? ጎይታ ክመጽእ እዩ ተተባሂሉ እንታይ ትገብር? ቀጻሊ መዓልቲ ጎይታ ክመጽእ እዩ ተተባሂልካ እንታይ ኢኻ ትገብር? ኢሎሞ። ሳምሶናዊተይ ሒዘ ናብ ቢሮይ እየ ዝኸይድ ኢሉ። በቃ ናብ ቢሮይ ከምቲ ኩሉ ግዜ ዝገብሮ ማለት እዩ። ዝኾነ ይኹን ጥርጣሬ የብለይን ኣነ ክመጽእ ከሎ ክወስደኒ። በቃ ክወስደኒ ምስ ዝኾነ ይኹን ኩነታተይ ክወስደኒ ፕሬዝ ጋድ ስለዚ እንታይ ክብለኩም ደልየ ኣብ ተሰሎንቄ ፀገም ተፈጢሩ ነይሩ ስለዚ ፀገም ክፍጠር ከሎ እንታይ ኢልዎም ጳውሎስ ክመፅእ ከሎ ኣቐዲሙ ዝፍጠር ነገር ኣሎ ኣብ ቤተ መቅደስ ወይ ከዓ ኣብ ቅድስቲ ከተማ ዝፍፀሙ ናይ ዓመፅ ምግላፃት ኣለዉ ቅዱስ ኣብ ዝበሃል ቦታ ናይ ዓመፅ ምግላፃት ክግለፅ ከሎ በዚ ግዜ ፍፃሜ በፂሑ ኣሎ። ነዚ ዝኸውን ከዓ መቕደስ ክትስራሕ ኣለዋ ማለት እዩ። እታ ቅድስት ከተማ ተባሂላ ዘላ እስራኤል እያ ምሽ ወይ ከዓ ኢየሩሳሌም እያ። ቤተ መቕደስ ተተባሂሉ ከዓ ቤተ መቕደስ ክስራሕ ኣለዎ ግድን። ኢየሩሳሌም ፅቡቕ ኣላ ኢዶም ውርድ ከም ትሪኦ ዘለኹም እስራኤል ትገብር ኣላ። ግዝኣታ ተምልስ ኣላ ኣይንድግፍን ንሕና ጦርነት ናይ ማንም ደገፍቲ ኣይኮናን ግን ከኣ ትምልስ ኣላ ኦረዲ ክትምልስ ስለ ዘለዋ ግን እንታይ እየ ክነግረኩም ደልየ ተዋና ነጥበይ ቤተ መቅደስ ግን ክስራሕ ኣለዎ ወዲ ዓመፃ ንክግለፅ ቤተ መቅደስ ከኣ ንክስራሕ ኩሉ ነገር ወዲኦም ኣለዉ እስራኤላውያን ኤቭሪቲንግ ወዲኦም ኣለዎ ይዞም እንታይ ዓይነት መስዋእቲ ከም ዝቐርብ መነ መን ከም ዘገልግሉ ካብ ሌዋውያን ነገድ ብምሉኦም ኣገልግሎቱ ኤቭሪ ምስ ክዳውንቶ ምስ ገለመለ ብምሉኡ ተወዲኡ ኣሎ ፕላን ተገይሩ ልክዕ ቤተ መቅደስ ክስራሕ ከሎ ክጅመር እዩ ክጅመር ከሎ ወዲ ዓመፃ ክመፅእ ወዲ ዓመፃ ክመፅእ ከሎ ክትርኢ ከለካ ክራይስት ከም ዝመፅእ ኦልሬዲ ድሕሪኡ እርግፀኛ ኢኻ ማለት እዩ ቸርች ክርስቶስ ከዓ ናብ ቸርች ክመፅእ ወዲ ዓመፃ ናብኦም ክግለፅ ከሎ ክርስቶስ ከዓ ናብ ኣካሉ ክመፅእ ነዚ ዝኸውን ተሰሎንቂ ክነግረና ከሎ ፖል እንታይ ይብለና? ካልኣይ ተሰሎንቂ ኢና ክንዘራረብ ምዕራፍ ክልተ ካብ ሓደ ጀሚሩ ከምዚ ይብለና ኩላትና እስኪ መጽሓፍ ቅዱስና ነውጽኣዮ እሞ ብዛዕባ ምጽኣት ጎይታ እንታይ ከም ዝበለና ፖል ክንርኢ ኢና ፕሬዝ ጋድ ኩሉ ሰላም ይምሽ ሻሎም ዲኹሉ ሃለሉያ ፕሬዝ ጋድ ጴንጤ እኮ ከቢድ እኮ እዩ በቃ ተጠረምስ ኣለ ገለ እናበለ ሰሚዑ ክንደይ ዓመት ኸሪሙ ብዛዕባ ከ የሱስ ክመጽእ እዩ ተሰሪሒልካ እዩ ተወዲልካ ክትብሎ ከለኻ ገለ መለ በኢየሱስ ስም ንሕና ከምኡ ኣይኮነን ኣሜን ጎይታ ሰናይ መንፈስ የለም እንዲህ እዚህ ቤት ይብለካ ምን አይነት መንፈስ ነበር የፈለገው እስኪ እናራግፈው ሰይጣን እንዲ እስኪ እናራግፈዋለን። እስኪ እጃችን እንጭናለን። በየሱስ እበራሉ በል እጥሳሉ በል ቦድሳሉ ረብ ምንም ኣየንፃናን ከምኡ ኢልና ብራዘር ቀዳማይ ባህላይ ኣነ እየ ነይረ ባይዘ ብዛዕት ኣነ እንደም ኣነ ብጣዕሚ ተባዕ ብጣዕሚ ሓያል እንደም ካባይ ዝበለ ሰብ ኣይነበረ ብዛዕት እንደም ኣነ ሓንቲ መንገዲ ርኢኻኒ ሸውዓተ መንገዲ እየ ዝኸይድ ነይረ ናይ ባሕቲ ዝመረከስ ህሩጉ ኢለ ዝኣት በቃ ብጾም ጸሎት ቅብኣት ይመጽእ ተተባሂሉ ኣነ ኣዋሳ ኣነ ቀዳማይ ኣዋሳ ዝኸድኩ ኣነ ኣዋሳ በቃ ሪቫይቫል ኣዋሳ ተላዒል ተባሂሉ ኣዋሳ እግዚኣብሔር ሰማይ ዝኸፈተ እዩ መሲሉ ነይሩ ግን ኣብ ሰማይ ኣብ ኣዋሳ ኣይኮነ ሰማይ ተኸፊቱ ኣባ እዩ ተኸፊቱ ለካ ኣባኻትኩም እዩ ተኸፊቱ ኣነ ኣብ ቸርች ተኸፊቱ ዘሎ ፕሬዝ ጋድ ኣብ ዝተኸፈተ ሰማይ ኢና ዘለና ፕሬዝ ጋድ ብምንታይ ተኸፊቱ ሰማይ እንተልካ ብኢየሱስ ደም እዩ ተኸፊቱ ብናተይ ጾም ጸሎት ኣይኮነን ተኸፊቱ ስለዚ ንቐፅል ብዛዕባ የሱ ንዘራረብ ጎይታ ክመፅእ እዩ ሃለሉያ ንቐፅል እንታይ ይብለና መፅሓፍ ግና ከዓ ኣቱም ኣሕዋትና ብዛዕባ ምፅኣት ጎይታና ኢየሱስ ክርስቶስ ተመልከቱ ብዛዕባ እንታይ ብዛዕባ ምፅኣት ጎይታና ኢየሱስ ክርስቶስን ይብል እሞ ናብኡ ምእካብናን ናበይ ልክዕ ክመፅእ ከሎ እንታይ ኢና ክንከውን ማለት እዩ ክንእከብ ኢና እሺ መዓልቲ ጎይታ ሕጂ ቅርብቲ ከም ዘላስ ብመንፈስ ወይ ብቃል ተመልከቱ ብመንፈስ ጎይታ ኦረዲ ክመጽእ እዩ ተባሂሉ ብመንፈስ ተራእየኒ ክብል ኣይክእልን ሓደ ሰብ ከምኡ ከ ብምንታይ ከይሉ ብመንፈስ ወይስ ብቃል ወይስ ከምታ ካባና ዝመጸትኩም ደብዳቤ ካብቲ ኣእምሮኹም ቀልጢፍኩም ከይትነቓነቑ ከይትስንብዱ ንልምነኩም ኣሎና። ንልምነኩም ኣሎና። ሰንቢዶም ነይሮም ማለት እዩ። ተነቓኒቖም ነይሮም ማለት እዩ። እንታይ ዝብል ስብከት ኣጋጢሞም ነይሩ? ትውሰዱ ዘይትውሰዱ ኣለኹም ዝብል ጥምከት ስብከት ኣጋጢሞም ኣሎ ማለት እኮ እዩ። ሎሚ እውን ይስንብዱ ኣለዉ ሰባት ምሻ ሚድያ ከም ዝበልኩም እዛ ቆልዓ እዚኣ ዝተዛረበቶ ቪድዮ እኮ ክንደይ ሰብ እኮ እየ ሰንቢዱ ክንደይ ሰብ ብጣዕሚ ዘሕዝን ካብቶም ዝሰንበዱ ሓደ እውን ተጋጊኻ ሰንቢድካ ትኸውን ትኽእል ንስኻ ሰሚዕካዮ ትኸውን ቪድዮ ሃለሉያ ኣብዚ ትህሉ ትኾኑ ፕሬዝ ጋድ በኢየሱስ ስም ኣነ ከንጠቕ ዶ ይኸውን ግን እንታይ ኢሉ ከይትስንብዱ ቁጽሪ ሰለስተ ቅድም ክሕደት ከይኮነ ዝብል ቃል ኣሎ እንታይ ከይኮነ ክሕደት ክሕደት ክሕደት ከይኮነ እሺ ኣበይ ዝኸውን ቦታ ስፔሲፊክ ክነግረና እዩ ራዮ ቅድም ክሕደት ከይኮነ እቲ ርእሱ ኣምላኽ ምዃኑ እናርኣየ እቲ ርእሱ እንታይ እንዳኾነ እንታይ እንዳኾነ ኣምላኽ ከም ዝኾነ እንታይ እንዳገብረ እንዳርኣየ እሺ እንዳርኣየ ኣብ መቕደሲ ኣምላኽ ክሳዕ ዝቕመጥ ስፐሲፊክ ኣበይ መቅደስ ኣምላኽ ኣዲስ ኣበባ ድዩ? ክኸውን ኣይክእልን ኣሜሪካ እውን ክኸውን ኣይክእልን መቅደስ ኣምላኽ ኣበይ እዩ እስራኤል እዩ። ኣብ መቅደስ ኣምላኽ እንታይ ክስ- ክሳብ ዝብል ክሳዕ ዝቕመጥ ኣምላኽን ቅዱስን ኣብ ዝበሃል ዘበለ ዝትንስእን ዝስዕብን ሰብኣይ ዓመፃ ሽሙ ከዓ መን ተባሂሉ ኣሎ ሰብኣይ ዓመፃ Thank you ዝዕበ እንታይ እንታይ ኣይልዎ ስብኣይ ዓመፃ ስብኣይ ዓመፃ ወይ ከዓ ወዲ ዓመፃ እዚ ባይዘወይ ኣብ ዳንኤል መፅሓፍ ተፃሒፉ ዘሎ ዳንኤል ምዕራፍ ሸውዓተ ዳንኤል ምዕራፍ ትሽዓተ ስፔሻል ብዛዕባ ሰባ ሱባኤ ማለት እዩ ዝተነገረ ቃል እዩ እዚ ትምህርቲ ኣብ እስካቶሎጂ ዝብል ክላስ ጀሚር እየ ዘለኹ ቀዳም ቀዳም ኣብ ቀፃሊ ግዜ ክንጅምሮ ኢና ወረዲ ቋሪፅና ኣለና ብዝኾነ ምክንያት ክንጅምሮ ከለና መፂኹም ክትምሃሩ ትኽእሉ ኢኹም ኢየሱስ እውን ኣብ ማቴዎስ ምዕራፍ ዕስራን ኣርባዕተን ጠቒስዎ ኣሎ። ብዳንኤል ከም ዝተዛረበ ምሽር ኢየሱስ ወዲ ዓመፃ ክግለፅ እዩ። ኣበይ? ኣብ ቤተ መቕደስ ኣብ ቤተ መቕደስ። ስለዚ ንቐፅል እንታይ ይብለና ቀፂሉ ዘሎ ሓሳብ ረኣይዎ። እቲ ወዲ ጥፍኣት ከዓ ኢሉ እቲ ወዲ መን? ወዲ ጥፍኣት ከይተገልፀ መጀመርያ እሱ ክገብር እዩ ማለት እዩ ክግለፅ እዩ። እታ መዓልቲ እቲኣ ኣይትመጽእን እያ እሞ፣ ስለዚ ጎይታና ኢየሱስ ክርስቶስ ልክዕ ክመጽእ ከሎ ቅድሚ ምምጽኡ እንታይ ክኸውን እዩ ማለት እዩ? እዚ ምልክታት እዚ ክርእ እዩ። ወዲ ዓመጻ ክመጽእ እዩ። ኣብ ቤተ መቕደስ ኣነ ኣምላኽ እየ እንዳበለ እንዳኣወጀ ክግለጽ እዩ። ክግለጽ እዩ። ብዝኾነ እንተኾነ ሓደ እኳ ኣየስሕተኩም፣ ኣነ ግና ምሳኻትኩም ከለኹ እዚ ከም ዝነገርኩኹም ኣይትዝክርዎን ዲኹም? ንሱ በቲ ግዜኣቱ ምእንቲ ክግለጽ እቲ ሕጂ ዝኽልክሎ ዘሎ ትፈልጥዎ ኣለኹም እዚኣ ክንብርሀልኩም እሞ ክንጽሊ ኢና ዝኽልክሎ ነገር ኣሎ ሕጂ መን እዩ ዝኽልክሎ መንፈስ ቅዱስ መንፈስ ቅዱስ መንፈስ ቅዱስ ስለ ዝኽልክሎ ኔቨር ኣብዚ ምድሪ ሕጂ ማኒፌስት ክገብር ዓቕሚ የብሉ ስልጣን የብሉ ነገር ግን ልክዕ እሱ ኣብ እስራኤል ፍቃዶም ሂቦሞ ኣክሰስ ክኸፍትሉ ከለዉ መንፈስ ቅዱስ ከኣ ካብዚ ምድሪ ክለዓል እዩ ንመን ሒዙ ዝለዓል ንቸርች ሒዝዋ ዝኽልክሎ ስለ ዝነበረ እሱ እቲ ዝኽልክሎ መንፈስ ቅዱስ ምስ ቸርች ስለ ዝለዓል ምስ ቸርች ስለ ዝውሰድ ኣብዚ ምድሪ እዚ ከም ድሌቱ ክሰርሕ ክጅምር እዩ ግን ንክንደይ ዓመት ተዋሂብዎ ኣሎ ንሓንቲ ሱባኤ ሓንቲ ሰሙን ንሳ ከዓ ክንደይ ዓመት እያ ኢልዋ ዳንኤል ሸውዓተ ዓመት እያ ሸውዓተ ዓመት እያ። ሰለስተ ዓመት ንፈረቓን ብጣዕሚ ሓያል ዝኾነ መከራ ኣሎ። ናይ መጀመርያ ጻዕሪ እዩ፣ ምት መጀመርያ ኢልዎ፣ እቲ ካልኣይ ግዜ ከኣ ሓያል ነገር እዩ ዝፍጠር። ኦፍ ኮርስ ብታሪኽ ከም ትርእይዎ ዝተፈላለየ ምልክታት ተራእዩ ነይሩ ኣብ እስራኤል። እቲ ዋና ክመጽእ ከሎ ንሱ ግን ኣብ ዳንኤል ምዕራፍ ክልተን ኣብ ዳንኤል ምዕራፍ ሸውዓተን ዘሎ ሓሳብ ማለት እዩ። ስፔሻሊ እስከ ቁሩብ ነገር ክነግረኩም እቲ ወዲ ዓመጻ ክግለጽ ከሎ ከመይ እዩ ዝግለጽ ተልኩምኒ ጀስት ብሰብ ምስሊ ምሽ ተራእይዎ ነይሩ ንናብኩዶኖጾር ዘሴም ከኣ ዳንኤል ከኣ ክፈትሐሉ ከሎ መጽሓፍ ቅዱስ ዳንኤል ክፍትሐሉ ከሎ ክትሪኡ ከለኹም እቲ ርእሲ ኢልዎ እቲ ደረት ኢልዎ እዚ ወገብ ኢልዎ እግሪ ኢልዎ ምሽ ካብ ኩሉ ንላዕሊ ግን እንታይ ኢልዎ እቲ እግሪ ናይ ሮም መንግስቲ ኢልዎ ካብቲ እግሪ ናይ ሮም መንግስቲ ከኣ ዓሰርተ ኣጻብዕቲ ርእዩ። እተን ዓሰርተ ኣጻብዕቲ ክርእየን ከሎ ከኣ ፍርቀን እንታይ እየን? ብረት፣ ሓጺን፣ እየን። ፍርቀን ከኣ እንታይ እየን? ሓመድ እየን፣ ሸኽላ ማለት እዩ። እዚ ማለት ድኹምን ብርቱዕን ዝኾነ መንግስቲ እዩ ኢልዎ። እዚ ከኣ ኢልዎ ዓሰርተ ነገስታት እዮም ኢልዎ። ድሕሪ ናይ ሮም ኢምፓየር ክንደይ መንግስቲ እየን ክለዓላ? ዓሰርተ። ዓሰርተ መንግስቲ ምስ ተልዓለ ከኣ ካብተን ዓሰርተ መንግስቲ ከኣ ሓንቲ ቀርኒ ከኣ ክትወጽእ ከላ ርእየ ኢሉ። እታ ሓንቲ ቀርኒ ክትወጽእ ከላ ከኣ ኣብቲ ቀርኒ ከኣ ናይ ጸርፊ ስም ዘለዎ ተራእየኒ ኢሉ። እዚ ናይ ጸርፊ ስም ዘለዎ ንእግዚኣብሔር ዝጻረፍ ሓንቲ ቀርኒ ዝወጽእ ከኣ ሓሰተኛ ክርስቶስ ወይ ከኣ መሲሕ እዩ። መዓዝ እዩ ዝግለጽ እንተኢልኩምኒ ድሕሪ ሮም ኢምፓየር ዓሰርተ ነገስታት ክለዓላ እየን ሕጂ ንጽበየን ኣለና። እዘን ዓሰርተ ነገስታት ምናልባት ዓለም ዘመሓድሩ ዓሰርተ ነገስታት ክኾኑ ይኽእሉ፣ ኣውሮፓ ሕብረት ክኸውን ይኽእል፣ ዋትኤቨር ዝሮ ዝሮ መጽሓፍ ቅዱስና ተናጊሩና ኣሎ ዓሰርተ ነገስታት እዮም። ካብዞም ዓሰርተ ነገስታት ሓደ ቀርኒ ክወጽእ እዩ። እዚ ቀርኒ ክወጽእ ከሎ ከዓ ኣብ ዓበይ ክግለጽ እዩ? ኣብ ቅድስቲ ከተማ እዩ ዝግለጽ። ኣብ ዓመፅ እዩ ዝግለጽ። መስዋዕት ንባዕሉ ከቅርብ እዩ ይብለና ዳንኤል። በዚ ግዜ ልክዕ ምስ ቀረበ ዳሕራይ መን እዩ ዝመጽእ ተባሂሉ እቲ ንዘመናት ዝሸምገለ ሃለሉያ እቲ ወዲ ሰብ ዝመስል ፕሬዝ ጋድ ንሱ ክመጽእ ኢሉ ንሱ መጽኡ ከዓ ብኣፉ ስትንፋስ ከጥፍኦ ኢሉ ዳንኤል ዘሴም ዘሴም ዘሴም ጳውሎስ ይነግረና ኣሎ እንታይ ኢሉ ይነግረና ኣሎ ቀፂላ ዘላ ሓሳብ ራእይዎ እንታይ ይብለና ኣሎ መሲም ቁፅሪ ሸውዓተ ሚስጥር ምፍራስ ሕግን እቲ ሕጊ ዝኽልክሎ ዘሎ ጥራይ ካብ ማእኸል ክሳዕ ዝፅረግ ድሮ እኳ ይዓይ ኣሎ ምስ በለ፣ እቲ መፍረስ ሕጊ ድማ ሽዑ ክግለጽ እዩ፣ ንእኡ ጎይታ ኢየሱስ ክርስቶስ ብመንፈስ ኣፉ ገይሩ እንታይ ክገብሮ እዩ? ከጥፍኦ እዩ። በቃ ንሕና ግን ክንውሰድ ኢና። ሃለሉያ። ዋና መልእኽቲ ጳውሎስ ግን ንስኻትኩም እንታይ ክትገብሩ ኢኹም ኢሉ ክትነጠቑ ኢኹም፣ እንታይ ክትገብሩ ኢኹም ክትውሰዱ ኢኹም። ብምንታይ ኢና ንውሰድ? ብናይ መንፈስ ቅዱስ ሓገዝ ብናትና ጸባይ፣ ብናትና ባህሪ፣ ብናትና ጸሎት፣ ብናትና ጽባቐ፣ ብናትና ነገር ኣይኮነን። ቸርችና ጽባቐ ክትኣቲ ኣለዋ ገለ መለ ይብሉ ሰባት። ናይ ቸርች ጽባቐ ኣኩ ክርስቶስ እዩ። ሃለሉያ። እስካ ሕዚ ክሓተኩም ሓደ ሰብ ጽባቑ ገጹ ድዩ ርእሱ ድዩ ወይስ ኢዱ? ርእሱ እዩ ምሽ ኣይኮን ካብ ዝብላዕ እንዲኻ መልክዕ ትርኢ ወይስ መልክዕ ብድሕሪት ኣይረአን ሃለሉያ ክብሪ የሱስ ይኹን ኣይኮነን ድዩ እሺ ናይ ቸርች መልክዕ ኣበይ እዩ ዘሎ ር- ኣብ ርእሳ እዩ ዘሎ ምሽ ኣይኮነን ድዩ መልሱለይ ኣይኮነን ጓል ክትርኢ ከለካ ውይ ቆንጆ እያ ክትብል ከለካ ያው እቲ ወዲ ፀገም ኣለዎ እንዲ ኤኒዌይስ ኣብዚ ጥራይ ኣይኮነ ዝርኢ ሃለሎ ሸመንተ ቁፅሪ ዓሰርተ ቁፅሪ ዝብልዎ ነገራት ኣሎ ኤኒዌይስ እንታ ክብለኩም ደሊ እየ እቲ ዋና ግን ትክክለኛ ግን ብትክክለኛ ብዝኾነ ተፈጥሮ ግን ሰብ መልክዑ ቆንጆ ትብሎ ሕጂ ኣይመን ዓንቶ ቆንጆ ክብሎ ከለኹ መልክዑ ርኤ እምበር ኢዱ ርኤ ወይ እግሩ ርኤ ገለመለ ኣይኮነን ኣይኮነን ድዩ ሃለሉያ ኣነ እውን ክትርእዩ ከለኹም ከመይ ዝበለ ቆንጆ የለን ሃለሉያ ኣረ ግደፍ እንደ ኣፍንጩ እንታይ ይመስል ቀደም ከምኡ ኢለ ሰቢኸ ከማይ ዝበለ ቆንጆ የለን ኢለ ገለ እኮ እዩ ዝመስል ነይረ ብፆም ፀሎት ገፀ ናብ ውሽጢ ኣትዩ ገለ ዝፈጠጠ ዝኾነ ካብ መቃብር ዝወጸ ገለ መለ እየ ዝመስል ነይረ። ከማይ ዝበለ ቆንጆ የለን ራዛር ይብል በቃ በቲ ሱፍ ባላ ንባዕሉ ገይረ ኣለኹ መስቀል እየ መሲለ ዘለኹ ባላ ንባዕሉ ግፍ ገል ይብል እዩ በስመ ኣብ ኣርባዕተ ስ- ባላ ዘስርሕ እዩ ከማይ ዝበለ ቆንጆ የለን ሃለሉያ ኣሜን በል ግን ዳሕራይ ሓደ እንታይ ደረ ብራዘር ኣፍንጭኡ ንባዕሉ እንታይ እዚ ከመይ ገይሩ እዩ ቆንጆ ዝብለና ዘሎ ሓቁ እኮ እዩ ካብዚ ንላዕሊ ቁንጅና ካበይ ላዕሊ ስለዚ ርእሲ እንተኮይኑ ቁንጅና ናይ ቤተክርስትያን ርእሳ መን እስኪ ናይ ቤተክርስትያን ርእሲ ክርስቶስ ይበሉ ስለዚ ናይ ቤተክርስትያን ፅባቐ ማን እዩ ክርስቶስ ኣካል ኣይኮነ ከም ሰብ ስለ ዝሓሰብና ኢና ቁንጅናኣ ክንምልስ ኣሉና ገለ መለ ቁንጅናኣ ክትምልሳ ተኽእለሉ መንገዲ ብመንፈስ ቅዱስ መፅሓፍ ቅዱስ ክዛረብ ከሎ እንታይ ኢሉ መሲልኩም ኤፌስዮን ምዕራፍ ሓሙሽተ ቁጽሪ ዕስራን ክልተን ጀሚሩ ክዛረቡ ከለኹም ብመንፈሱን ብቃሉን እንታይ ኢሉ ብዘይ መንቀብ ዝኾነት ክርስቶስ ናይ ክርስቶስ ኣካል ከዳልዋ መን እዩ እሱ መንፈስ ቅዱስ ሃለሉያ ቴንክ ዩ መንፈስ ቅዱስ ስለ ዘዳለኻና ፕሬዝ ጋድ ክብር ንየሱስ ይኹን ሃለሉያ መንፈስ ቅዱስ ንክርስቶስ ዝምጥን ስብእና ክህልወና ገይሩና እዩ ሃለሉያ እሱ ከዓ ናትና ግብሪ ዘይኮነስ ናይ መስቀል ስራሕ እዩ ሃለሉያ ብናይ መስቀል ስራሕ ብቑዓት ኮይንኩም ኣለኹም ንንጥቀት ብናይ መስቀል ስራሕ እኹላት ኮይንኩም ኣለኹም ንንጥቀት ሃለሉያ ብናይ መስቀል ስራሕ ክብር ንየሱ ይኹን ብክርስቶስ ጸጋ ተዳሊኹም ኣለኹም ሃለሉያ ተዳሊና ኣለና ኩላትና ድልዋት ኢና ኩላትና ኢየሱስ መጺ ክወስደና እዩ ሃለሉያ ክርስቶስ መጺ ክወስደካ እዩ ነሬም ኦፍ ጂሰስ ክብር ንየሱስ ይኹን እስኪ ነዚ ንመፅእ ጎይታ እስኪ ክብሪ ንሃቦ ሃለሉያ ነቲ መፂ ዝወስደና ሃለሉያ ነቲ ዝተሓርደ ከንሸል ክብሪ ንየሱስ ይኹን ክብሪ ይግብኦ ሃለሉያ ጎይታ ሰናይ እዩ ጎይታ ክወስደና እዩ ጎይታ ክወስደኪ እዩ ጎይታ መጺኡ ኣብ ቅጽበት ዓይኒ ክልውጠኪ እዩ ክብሪ ንየሱስ ይኹን ብዘይ ምንም ኮንዲሽን ጎይታ ክወስደና እዩ ጎይታ ኢየሱስ ንዓ ቶሎ ቶሎ ንዓ ሃሌሉያ ማራናታ ማራናታ ጌታ ሆይ ቶሎና ማራናታ መንፈሱና ሙሽራይቱ እና ይላሉ ክብሪ ንየሱስ ይኹን ሃሌሉያ ጌታ ክመጽእ እዩ ጌታ ኣብ ደገ ኣሎ ኣብ ደጃ ኣሎ ፕሬዝ ጋድ ጎይታ ዝመጸሉ ሰዓታትን ኩሉ ነገር ቅርቡ እዩ ክብር ንየሱ ይኹን ታንክ ሆሊ ስፒሪት ታንክ ሆሊ